ሓጎስ ይፈጥረልካ ሀዘ ዲን ዳኢመን የተጀደድ እዚ ዲን ናትና እዚ ኩለማ ደጊምካዮ ኩለማ ደጊምካዮ መሊሱ ድገመኒ ድገመኒ ዝብል ጠማእኒና ዝህበካ ኩላ ግዜ ክትዕለም እንከለኻ ሎማዓልቲ ዝተዓለምካያ ንጽባሒታ ክትደግማ እንከለኻ ካሊእ ዝያዳ ፋኢዳ ትውስኸላ

ካብቲ ጎሊሑ ዝረኣይ መለለዪ ናይ እስልምና ሓደ እዩ። ሸረዐ ኣላሁ ተዓላ ኺታመን ሊሻህሪ ሮሞዳን፣ ረበል ዓለሚን ድማ መዛዘሚ ናይ ሻህሪ ሮሞዳን ካብተን ዝገበረን ዒባዳታት ሓንቲ ዘካተል ፍጥር እያ። ዘካተል ፍጥር፣

ከምታ ሽማ ዘካት ኣልፍጥር ተባሂላ ዘላ እታ ኣልፍጥር መበሊኣ ምስ ምኽንያቱ ካብ ሮሞዳን ንጸውም ጸኒሕና ነፍጥረሉ ግዜ ስለድበጻሕና ስያም ስለዝተወደኣ ማለት እዩ ምስ ከምኡ ሽም ድሓዘት እያ ዘካት ኣልፍጥር ጠብዓን ብዛዕባ ዘካት ኣልፍጥር ነስ ኣብ ቁርኣን ኣልከሪም ብሽማ ወላ ተዘይመጸ ላኪን ብዕሙም ኣልኣያት

ተዝክያ፣ ተጥሂር፣ ማለትዩ ምንጻህ ምጽራዩ እቲ ዝዓበየ የተጠሃር ፊሁ ልኢንሳን ድነጽሃሉን ድጸርየሉን ብላኢላሃ ኢለላህ እዩ ንሳ እታ ቀንዲ ጠሃራ እታ ቀንዲ ዘካት ትበሃል ማለት እዩ ሊኣኑ ኣብ ሽርክ ዘሎ ኣብ ኩፍሪ ደሎ ያኒ ነጃሳ እዩ ዘሎ ማለት እዩ ኣሽረክ ማዓላሂ ዓዘወጀል የተጣሃር ላኢላሃ ኢለላህ እንተ ደኣ ኢሉ እዚ ኩሉ ኩነታትና ሰማይ መሬት ንዓና ንኩሉ ዝውንን ሓደ ኣላህ ስብሓን ወተዓ ወተዓላ እዩ ሓደ ጎይታ እዩ ዝብል ሃዛ ወተዘኪ እቲ ዝለዓለ ዘካት እዚ ማለት እዩ ዘካት እያ

እብኒ ዓባስ ወል ሓሰን ድማ እንታይ ይብሉ መን ካነ ዓመልሁ ዛኪየን ስርሑ ፅሩይ ዝኾነ ርያእ ዘይብሉ እዚ ኣፍላሕ መን ቀድ ኣፍላሓ መን ተዘካ

ተዓዊቱ ቐድ ኣፍለሓ መን ተዘካ ካብ ሱነት ነብይና ሙሓመድ ዓለይሂ ሰላቱ ወሰላም ብዙሕ ኣሓዲት ኣለና ሰሒሕ ሓዲት ዓብዱላህ እብኒ ዑመር ረዲየላሁ ዓንሁማ ነቢ ዓለይሂ ሰላቱ ወሰላም ዝበልዎ ከመሓላልፉ ከለው እንታይ ኢሎም ፈረዷ ረሱሉላሂ ሰለሏሁ ዓለይሂ ወሰለም ዘካተል ፍጥር ኢሎም እዛ ዘካተል ፍጥር ነቢ ዓለይሂ ሰላቱ ወሰላም ፈርዲ ገይሮማ ሳዕን ሚን ተምር ሳዕ ጠብዓን ከምዚ ሕጂ ርብዒት ንብሎ ከምኡ ኔራ ኣብ ኣፋ ግፍሕ ድበለት ኣብቲ ታሕቲኣ ጽብብ ዝበለት ሳዕ ትብሃል ማለት እዩ ሕጂ ንሳ መምዘኒቶም ኔራ ክገዝእ እንድሕር ደልዩ ፍርቂ ሳዕ ሃበኒ ወይ ድማ ምልእቲ ሳዕ ተይልዎ እታ ከምዚ ርብዒት እያ ብኣምልእ ኣቢሉ ይህቦ ሕጂ እታ ሰ ዓይና ንሕና ሕጂ ሰለስተ ሕፍሶ ክልተ ዓቢ ኢዱ ማለት ብክልተ ኢድካ ከም ዝምልእ ኣቢልካ ማእከላይ ኢድ ደለዎ ገሊኡ ዓቢ ኢድ ይህልዎ ወይ ድማ ንእሽተይ ማእከላይ ኢድ ድኮነ ኣርባዕተ ሕፍሶ ድሓፍሰን ንሳ እንታይ ትብሃል ሳዕ ትብሃል ማለት እዩ ኢዘን ዘካት ኣልፍጥር ሳዓን ሚን ተምር ኣው ሳዕን ምን ሸዒር ተምሪ ወይ ድማ ሸዒር ስገም ዓለል ዓብዲ ወልሑሪ ወዘከሪ ወልኡንሳ ወሰቂር ወልከቢር ሚነል ሙስሊሚን ንኹሉ ወዲ ተባዕታይ ይኹን ጓል ኣንስተይቲ ትኹን ኣብ ባርነት ዘለው ይኹን ኩሉ ላኢላሃ ኢለላህ ዝብል ንዕኡ ተውፀኣሉ እዚኣ እያ እታ ሰደቀትል ፍጥር ወኣመረ ቢሃ ኢሎም ኣን ቱኣዳ ቀብለ ኹሩጅ ናስ ኢለ ሰላት፣ ቅድሚ ሰባት ናብ ሰላት ቅድሚ ምውጽኦም ክትፍጸም ከም ዘለዋ ነቢ ዓለይሂ ሰላት ወሰላም ኣዚዞም ይብሉ ዓብዱላህ እብኒ ዑመር ወዶም ንሰይድና ዑመር እብኒ ኣልኸጣብ ዓብዱላህ እብኒ ዑመር ካብቶም ፍሉጥ ሱነት ነብዩ ሰለላሁ ዓለይሂ ወሰለም ኣትሪሮም ዝሕዙ ዝነበሩ ሓደ ዓብዱላህ እብኒ ዑመር እዩ። እብኒ ዓባስ ድማ ዓብዱላህ እብኒ ዓባስ ረድየላሁ ዓንሁማ እንታይ ይብሉ ፈረዳ ረሱሉላሂ ሰለላሁ ዓለይሂ ወሰለም ዘካተል ፍጥር ነቢ ዓለይሂ ሰላቱ ወሰላም ዘካተል ፍጥር ፈርዲ ገይሮም እዚኣ ይብሉ እብኒ ዓባስ ጡህረቱን ሊሳኢም ሚነ ለቕዊ ወረፈት ወጡዕመቱን ሊልመሳኪን እቲ ፀዋማይ ብኩሉ ኩነታቱ ክጸውም እዩ ዝግብኦ ብመልሓሱ ድዩ ብተግባሩ ድዩ ብኹሉ ላኪን ገለ ገለ ከም ናይ ሰብ መጠን ጉድለታት ንዝተረኸበ ድማ ንዕኡ ተጥሂር ይኾነሉ ነቲ ጉድለቱ ይሽፍነሉ ወጡዕመተን ሊልመሳኪን ብሓደ ሸነኽ ድማ ነቶም መሳኪን ድማ መግቢ ይኾኖም መዐንገሊ ይኾኖም ማለት እዩ ኢዘን ሒከም ካብቲ ናይ ሒክማ ናይ ዘካትል ፍጥር

ከምኡ ድማ ኢዝሃር ተካፉል በይነል ሙስሊሚን ኣብ ነንሕድሕድካ ዘሎ ምጥርናፍ፣ ኣብ ነንሕድሕድካ ዘሎ ምርህራህ ንዕኡ ድማ ግልጺ ትገብር ዒባዳ ኣዚኣ። ከምቲ እብን ዓባስ፣ ኢብን ዓባስ ረዲየላሁ ዓንሁማ ዝበልዎ ጡህረቱን ሊሳኢም ኢሎም ሚነል ለግዊ ወረፈስ ወጡዕመቱን ሊልመሳኪን ነዚ ኩሉ እዚ ድሓዘት ሕክማ ዘለዋ'ያ። ዓላ መን ተጂብ ዘካት ልፍጥር ንመን እዩ ዋጅብ ዝኾኖ ተጂቡ ዓላ ኩሊ ሙስሊም ንኹሉ ኣስላማይ ነፍሲ ወከፍ ዋጅብ እያ ኢዛ ወጀዳ ማ የዚዱ ዓን ቁውቲሂ እታ ትብላዕ ንዓኻ ነዛ መዓልቲ እዚኣ ናይ ዒድ ኣላትካ እወ ወላ ዝስኡን ይኹን ነታ መዓልቲ እቲኣ እንተደኣ ኣላቶ ኮይና ካብኣ ዝያዳ ዘላቶ እንተደኣ ኮይኑ ናይ ካልኣይ መዓልቲ ናይ ሳልሳይ መዓልቲ እዘን ናይ ካልኣይ ናይ ሳልሳይ መዓልቲ ምሳኻ ይተውዕለን ሃቦም ነቶም ካባኻ ንታሕቲ ስኡናት ዘለዉ ተጅቡ ዓላ ኩሊ ሙስሊም ኢዛ ወጀደ ማ የዚድ ዓን ቁቲሂ ወቁቲ መን የዑሉ ለይለተል ዒድ ነቲኣ ጽባሓ ዒድ ክትብሃል ከላን ነታ መዓልቲ ዒድን ንዓኻን ንደቅኻን ዝኸውን መውዓሊ ኣለካ ድዩ? እወ። ካብኣ ከኣ ዝያዳ ተረፍ ኣላትካ? እወ። እምበኣረይ ንስኻ ዋጅብ እኾነካ ዘካተል ፍጥር ከተውጽእ ይብሃል ማለት እዩ። ጥራሕ ሃፍቲ ደለዎ ክእለት ዘለዎ ኣይኮነን። ናይ ሓንቲ መዓልቲ ናይ ዒድ መውዓሊ ሃልዩካ ካብኣ ዝያዳ እንተድኣ ኣላትካ ኮይና ከተካፍል እዩ ዘለካ ማለት እዩ። ወሊዛሊክ እብን ዑመር እንታይ ኢሎም ረዲየላሁ ዓንሁማ ዓለል ዓብዲ ወልሑር ወዘከር ወልኡንሳ ወሰጊር ወልከቢር ሚነል ሙስሊሚን ንኹሉ ዋጅብ ዝኾነት ሰደቀት ሰደቀኣ ማለት እዩ ወዩኽሪጁሃል ሙስሊም ኩሉ እቲ ላኢላሃ ኢለላህ ዝብል ዩኽሪጁሃ ዓን ነፍሲሂ ናይ ነፍስኻ ኣወል ተውጽእ ወዘውጀትህ ናይ ሰበይትኻ ወኣውላድህ ናይ ውላድካ ወመን ተልዘምሁ ነፈቀትሁ ንስኻ ትናብዮም ዝኾንካ ብዙሓት ኣለውኻ ደቂ ሓውኻ ደቂ ሓወቦኻ ደቂ ሓትነኻ ወይ ድማ ንስኻ ውን ስኡናት ሰባት ኣኪብካ ባዕልኻ እኻ ትናብዮም ሓደ ዕስራ ዝኾኑ ብትሕቲኻ ትናብዮም ኣለዉ ኩሎም ንስኻ ትናብዮም ዘበልካ ናይ ኩላቶም ሳዕ ሳዕ እንዳበልካ ወይ ድማ እታ ሰለስተ ኪሎ ሰለስተ ኪሎ መዚንካ ተውጽኣሎም ማለት እዩ። ከምቲ ዝበልናዮ ሚቅዳር ናይ ዘካትል ፍጥር ሳዕ ነበዊ እታ ሳዕ ነበዊ ምስ ዓቀንዋ ከምዚ ርብዒት እያ ዳርጋ ሰለስተ ኪሎ ትቃራረብ ማለት እዩ። ሕጂ እቲ እኽሊ በበይኑ ገሊኡ ፍኹስ ዝበለ ገሊኡ ክብድ ዝበለ ክኸውን ስለ ዝኽእል ሰለስተ ኪሎ እንተድኣ ጌርካዮ እቲ ዝበለጸ ማለት እዩ። ናሕው ሰላሳ ኪሎ ግራም ተቅሪበን ሚነ ጣዓም ናዓም ሰበተ ፊ ሱና ኢኽራጁሃ ሚነ ጣዓም እታ ዘካትል ፊጥር ከተውጽኣ እንከለኻ እቲ ኣብ ሸሪዓ መጺኡ ዘሎ ብመግቢ እያ ትወጽእ ኣብቲ ግዜ ረሱል ገንዘብ ኔሩ ወይ ዲናር ወዲርሃም ብኡ ይጥቀሙ እዮም ኔሮም ንሱ እንከሎ እዮም ሳዕን ሚን ተምር ሳዕን ሚን ዘቢብ ሳዕን ሚን ሸዒር ሳዕን ሚን ኡቅጥ ዝበልዎ ነተን መግብታት ዘኪሮም እዘን እታ ሚነ ሱና እኽራጁሃ ሚነ ጣዓም ብመግቢ ኢኻ ከተውፅኦ ዘለካ ወሊዛሊክ ኣቡ ሰዒድ ኣልኹድሪ እንታይ ኢሎም ኩና ኑኽርጁ ዘካት ልፍጥር ዘካት ልፍጥር ነውፅእ ነርና ኣብ ግዜ ረሱል ሚን ጣዓም ኢሉ ካብ መግቢ ኢና ነውጽእ ኔርና ክዳውንቲ ኣሎ ገንዘብ ኣሎ ኩሉ ኣሎ ላእ ሕጂ እንታይ ኢኻ ተውጽእ ብመግቢ ጌርካ ሳዕን ሚን ተምር ኣው ሳዕን ሚን ሸዒር ኣው ሳዕን ሚን ዘቢብ ኣው ሳዕን ሚን ኡቁጥ ኡቁጥ እዚ ጸባ ማለት እዩ እዚ ከም ሕሩጭ ዝኾነ ማለት እዩ። ኢዘን ኣልኣፍደል እንታይ ኢልና ኢኽራጁሃ ጠዓመን ብገንዘብ ከ ጠብዓን ጅምሁር ኣህልልዕልም ብጀካ ኣቡ ሓኒፋ ላእ ብገንዘብ ኣይከውንን እዩ ብጠዓም እዩ ዝኸውን ኢሎም ማለት እዮም። ኣማ ኣባ ሓኒፋ ፈኣጃዙ እኽራጅ ኣልቂማ ብገንዘብ ውን ይኸውን ዩ ኣሃምሸ ኣቕኑሁም ኣብታ መዓልቲ እቲኣ ክስእኑ ክሽገሩ ስለ ዘይብሎም ዝብል ደሎ ሒክማ ካብቲ ናይ ዘካትል ፍጥር እኹል ዩ ብገንዘብ ውን ይኸውን ይብሉ ላኪን ሕጂ ንሕና ዝበዝሑ ዑለማ እንታይ ዮም ድብሉ እታ ሱና ኣፍደል ከምታ ኣብ ግዜ ረሱል ስየ ትግበር ዝነበረት ብእኽሊ ኣውጽኣዮ እስኻ እኽሊ ሃቦ ተኣኪቡ ተኣኪቡ ናይ ኩሉ ሰብ ውን ወላ ፍርቂ ኩንታል ኩንታል ኮይኑሉ ኣሎ ክሸጦ ክእል እዩ እስኻ ግን እታ ሱናኻ ረኺብካ ኣለኻ ማለት እዩ ናዓም ካሊእ እቲ ወቅቲ ናቱ ክልተ ወቅቲ ኣለዋ ናይ ዘካትል ፍጥር ወቅት ፈዲል ኣላ ወቅት ፈዲላ እታ ዝበለጸት ግዜ ቀብለ ሰላትል ዒድ ቅድሚ ሰላትል ዒድ ወሊዛሊክ እብኒ ዑመር ረዲየላሁ ዓንሁማ ወኣመረ ቢሃ ኣን ቱኣዳ ቀብለ ኹሩጅ ናሲ ኢለ ሰላት ዝብል ዘሎ ቅድሚ ናብ መስጊድ ምኻድካ ኣውጺእኻያ ክትከይድ ከለኻ ባዕድ ሰላትል ፈጅር እዚኣ ድበለጸት ላኪን ከጸግመካ ይክእል እዩ ከምኡ ክርሳዕ ውን ይክእል ጀዋዝ ኣለና ያኒ ዝፍቀድ ኣሎ እንታይ እዩ ዝፍቀድ ቀብለ ልዒድ ብዮም ኣው የውሜን ሓደ መዓልቲ ክልተ መዓልቲ ኣቀድም ኣቢልካ ከተውጽእ ውን ይፍቀድ እዩ ቃለ ናፍዕ ካነ እብኒ ዑመር እብኒ ዑመር ተኢልና ጠብዓን ወዶም ሰይድና ዑመር ጥንቁቅ እዮም ነይሮም እንታይ ይብሉ እብኒ ዑመር ስኒ ዩዕጢሃ ኣለዚነ የቅበሉነሃ ወካኑ ዩዕጡና ቀብለ ልፍጥር ብዮም ኣው የውመይን ቅድሚ ሓደ መዓልቲ ቅድሚ ክልተ መዓልትስ እብኒ ዑመር ን ይህቡ ነይሮም ኣለዚነ የቅበሉነሃ ጠብዓን ቀደም ትህቦ ላላ ኣነ ኣይፍቀደንን እዩ ኣነ መስኪን ኣይኮንኩን ኣነ ፈቂር ኣይኮንኩን ይብለካ ድሕር ደኣ ፈቂር መስኪን ኮይኑ ድማ ይቅበላ። ነቶም ዝቅበልዋ ቅድሚ ሓደ ክልተ መዓልቲ ይህብዎም ነይሮም። ሕኩም ታእኺሩሃ ባዕደ ሰላት ልዒድ ድሕሪ ሰላት ልዒድ ደደንጉያ ኸኒ ላ የጁዝ ይብሉ ላ የጁዝ ታእኺሩሃ ምኽንያቱ ሓዲስ ኣሎ ኣብ ሪዋይት ኣቢ ዳውድ መን ኣዳሃ ቀብለ ሰላት ቅድሚ ሰላት ነዛ ዘካተል ፍጥር ዝሃበ ሰብ ፈህያ ዘካቱን መቅቡላ ዘካት ተቀብልቲ ዝኾነት ዘካትል ፍጥር እያ ትኾነሉ ደላ ወመን ኣዳሃ ባዕደ ሰላት ድሕሪ ሰላትል ዒድ እንተ ሂብዋ ግን ፈህያ ሰደቃ ሚነ ሰደቃት ከምቲ ኩላ ግዜ ሰደቃ ተውጺኻ ኣጅሪ ኣለዎ ንብሎ ከምኡ እንተኾነ ከም ሰደቃ ትሕሰበሉ እምበር ከምታ ናይ ሰደቀትል ፍጥር ኣይኮነትን ዝብል ስለ ዘሎ ክትጥንቀቅ ኣለካ ቅድሚ ሰላትል ዒድ ከምድበጽሕ ክትገብር ኣለካ። መን እዮም ዝወሃቡ? እቶም ዝወሃቡ ትዕጣ ሊልፉቀራእ ወልመሳኪን ነቶም ፉቀራእ መሳኪን ዘለዉ ንዖኦም ትወሃብ ማለት እዩ ከምቲ እብን ዓባስ ዝበልዎ ጡዕመቱን ሊልመሳኪን ኢሎም ጠብዓን ሚስኪን ዝበሃል ኣለና ፈቂር ዝበሃል ኣለና መኖም ዩ ዝሓይሽ ፈቂር ድዩ ወላ ምስኪን ዝብል ኣብ ዑለማእ ኩሎም ነናቶም መርትዖ ኣለዎም ኣብ ኣያ ቁርኣን ወሚስኪነን ዛ መትረባ ትብል ደላ ያዕኒ ሲ ምስኪን ዛ መትረባ ምንጻፉስ ሓመድ ድኮነ ማለት ዩ ወላ ሓንቲ ዘይብሉ ሕጂ ላእ መስኪን እቲ ስኡን ዝያዳ ዝብሉ ኣለዉ ገሊኦም ድማ መርትዖ ኣምጺኦም ላእ መስኪን ዘለዎ ኢዩ ኢሎም ቁሩብ ዘለዎ እቲ ፈቂሩ እቲ ወላ ሓንቲ ዘይብሉ ኢሎም ከመይ ኣሎ እንታይ ኣለኩም መርትዖ ምስ በልዎም እታ ኣብ ሱረቲል ካሃፍ ደላ ሰፊና እቲ ከድር ደባላሸውዋ ወካለት ሊመሳኪን ኣያዕመሉና ፊል ባሕሪ ኢሎም እዚኣ ናይቶም መሳኪን ኣብ ባሕሪ ዝነቦ ዝሰርሑ ኢያ ኢሎም ብኣያ ንእሽተይ ጃልባ ነይራቶም ብኣ ገይሮም ይዕንገሉ ብኣ ገይሮም ወፊሮም ገለ ያኒ ዓሳታት ሒዞም ድሸጡ ዝነበሩ ናይቶም መሳኪን ኢያ ኢሎም ጃልባ ወኒኖም ከለዉ ስኒ መሳኪን ኢሎሞም እወ ሕጂ እምበኣረይ ምስኪንሲ ቁሩብ ክህልዎ ይኽእል ኢዩ መስኪን ገዛ ክራይ ይከፍል ናይ ዓመት ናይ ሽዱሽተ ወርሒ ከፊሉ ናይ ተን ሽዱሽተ ወርሒ ይሽገር ምስኪን እዩ ኣለዎ ከለዎ ግን ይሽገር ኣሎ እቲ ፈቂር ላኪን ዝያዳ ወላ ሓንቲ ዘይብሉ እዩ ይብሉ ዓላ ኩልን ኣህል ልዕልም ናቶም ዓብይ ኒቃሽ ኣለዎም ነቲ ፈቂር መስኪን ስኡን እዩ ዝብሃል ንዕኡ ኢካ ትህቦ ማለት እዩ ናዓም ኣብ ናይ ዘካት ልፍጥር ካብቲ ድዝከር ድማኒ ሕክሙ ተውኪል ሸክስ ኣከር ፊ እክራጂሃ

ፊ ደፍዒ ዘካት ኩሉ ዘካትል ማል ድዩ ዘካትል ፍጥር ድዩ ኣዩ ሰደቃ ንካሊእ ሰብ ትህቦ ንሱ ኣብጽሓለይ ትብሎ እሙን እንተ ኮይኑ ክትህቦ ጃኢዝ እዩ ይብሉ ዑለማእ ማለት እዮም ካሊእ ካብቲ ዑለማእ ድዝክርዎ ኣብ ናይ ዘካትል ፍጥር ሕኩም ነቅል ዘካትል ፍጥር ዘካትል ፍጥር ናብ ካሊእ ቦታ ከተስግሮ ይፍቀድ ድዩስ ወላ ኣብታ ዘለኻያ እኣ ዑለማእ ብዙሓት እንታይ ይብሉ ዘካት ዘካትል ማል ደሓን ይብሉ ዘካትል ፍጥር ላኪን ዘካትል ነፍስ እዩ ናይ ነፍስኻ ስለ ዝኾነት ኣብታ ዘለኻያ ከባቢ ክትከውን ኣለዋ ይብሉ እዮም ወሊዛሊክ ኣልኣፍደል እኽራጁሃ ፊ በለድል ሙዘክር እታ ዘለኻያ ቦታ ኣብ ኣብ ፈቆራ እንተ ደኣ ትረክብ እንተ ደኣ ኮይንካ መሳኪን ንዕኦም ሃቦም እታ ዘለኻያ ከባቢ ወሊዛሊክ ኢማም ማሊክ እንታይ ይብሉ ላ ቱንቀል ኢላ ሊደሩራ ደሩራ ተዘይኮይኑ ኣድላይ ተዘይኮይኑ ኣብቲ ዘለኻዮ ከባቢ ኣብኡ ከተውፅኦ እዩ ዘለካ ላኪን የጁዙ ነቅሉሃ ኣብቲ ከባቢኻ ሙምኪን ፈቂር የለን ይኸውን ኩሉ ሓደ ዓይነት ማዕረ ኸውን እቲ ናብርኡ እምበኣር ከምዚ ተኮይኑ የጁዝ ይፍቀደልካ እዩ ኣብቲ ስግር ደለዉ ኣብቲ ማዕዶ ዘለዉ በቲ ዘለዉ ዓዲ ሽጉራት ኣለዉ ምስ ተብሃለ ናብኣቶም በሉ ብጽሑለይ ትብል ማለት እዩ ላኪን እቲ ደብጽሓልካ ኣማና ዘለዎ ልክዕ በታ ዝበልካዮ ብእክሊ ኢልካዮ ብእክሊ ጌሩ ከውጽእ ዝክእል እንተ ኮይኑ ክትውክል ትኽእል ኢኻ ናብ ካሊእ ዓዲ ክትሰዶ። ናም። ካሊእ ካብቲ ዝዝክርዎ ዑለማእ ድማ ኢኽራጁሃ ዓኒል ጀኒን እቲ ኣብ ጥንሲ ዘሎ ቆልዓ ኸኒ ኩሉ ኣብ ገዛኻ ደሎስ ሓሙሽተ ቆልዑት እዮም ሽዱሽተ ቆልዑ ኣለዉ ዓሰርተ ናይ ኩሎም ተውጽኣሎም ሓደ ድማ ሕጂ ማሻኣላህ ድሕር ደኣ ቀብሊ ሰላትል ዒድ ተወሊዱ እዚ ኺላፍ የብሉን ከተውጽኣሉ ኣለካ ላኪን ጌን ኣብ ጥንሲ ዘሎ ከኒ ኣብ ጥንሲ ዘሎ ገለ ዑለማ ሙስተሓብ ይብሉ ፍቱው ዩ ናዓም ወሊዛሊክ ዑስማን እብኒ ዓፋን ረዲየላሁ ዓንሁ ኸሊፈት ረሱሉላሂ ሰለላሁ ዓለይሂ ወሰለም ዘካትል ፍጥር የውጽኡሎም ኔሮም ነቶም ኣብ ጥንሲ ዘለዉ ጌና ደይተወለዱ ቆልዑት። ካነ ዩዕጢ ሰደቀቲል ፍጥር ዓኒል ሓምል ዝብል ኣሎ። ካሊእ ካብቲ መሳኢል ናይ ዘካቲል ፍጥር የጁዝ ኢዕጣእ ኣልፈቂር ዕደት ፍጥራት መሰለን ሓደ ምስኪን ኣሎ ንስኻ ናይ ሓሙሽተ ቆልዑ ኣለውኻ ናይ ሓሙሽቲኦም ኣኪብካዮ ኣለኻ ዓሰርተ ሓሙሽተ ኪሎ ድዩ ዕስራ ኪሎ ኸውን ንሓደ ክትህቦ ትኽእል ኢኻ ወይ ድማ ሰሰለሰ ኪሎ ጌርካ ፈሊኻየን ኣለኻ ሽዑ ፍልይ ፍልይ ኣቢልካ ድማ ኣብ ሰለስተ በርባዕተ ጌርካ ድማ ናብ ቡዙሓት ድማ ከተብጽሐን ትኽእል ኢኻ ኩሉሁ ጃኢዝ ኩሉ ይፍቀድ እዩ ጥራሕ ናብቶም ፉቀራ ናብቶም መሳኪን እንተ ኮይኖም ወላ ንሓደ ተሂብካዮ ይፍቀድ እዩ ናብ ክልተ ሰለስተ ተብጻሕካዮ ውን ይፍቀድ እዩ ናዓም ኢዘን ዘካትል ፍጥር ካብተን ዒባዳ ዓዚማ ምን ሸዓኢር ልእስላም ካብቲ ያኒ መሓስን ልእስላም ካብቲ ጽቡቕ መለለይታት ናይ እስልምና ብዙሕ እዩ ዘሎ ሰደቀት ሰደቃ ክትህብ እንከለኻ ያኒ ብዙሕ ኣጅር ኣለዎ ኣይ ሰደቃ የውም ልቅያማ ጸሓይ ኣብ ልዕሊ ደቂ ሰባት ትቀርበሉ ኣሎ ድሽገሩሉ ድጸቦም መዓልቲ ኣሎ። ኣብቲ ግዜ እቲ ሰደቓ ደበዝሕ ዝነበረ፣ ንድኻታት ዝናቢ ዝነበረ፣ ኩላ ግዜ የማን ጸጋም እንዳበለ ንሙሕታጂን ድርኢ ዝነበረ ኣብ ትሕቲ ጽላል ናይቲ ሰደቕኡ እዩ ዝኸውን። ሰደቓ ድማ ኩላ ግዜ ክተውጽእ እንከለኻ ብስር መንዩ ዝህብ ዘሎ መንዩ ወሃባይ ደይፍለጥ ኮይንካ ከተውጽእ እዚ ድማ ዝያዳ ኣጅር ኣለዎ ኢኽላስ ማለት እዩ ወሊዛሊክ ካብቶም ሰብዓቱን ዩዚሉሁም ላሁ ፊ ዚሊ የውማ ላ ዚላ ኢላ ዚሉ ጽላል ዘይብሉ መዓልቲ ጽላል ዝረኽቡ ረጁሉን ተሰደቅ ሰደቃ ኣውጺኡ ብየሚንሂ ሓታ ላ ተድሪ ሺማሊ ኣው ከማ ቃለ ነቢ ዓለይሂ ሰላቱ ወሰላም፣ እታ የማነይቲ ኢዱ ክትህብ ከላስ እታ ጸጋመይቲ ኢዱ ዘይትፈልጥ ብማዕና ብምሒር ምግናን'ዩ፣ ክትህብ እንከለኻሲ መን እዩ ሂቡ ዘይፍለጥ፣ ክንደይ ኔሮም ማሻላህ ካብዞም ያኒ ኣቦታትና ኣቦሓጎታትና ማሻላህ ክህቡ ከለዉ ኣይፍለጡን እዮም፣ ሓታ ኣብዚ ቀረባ ግዜ ከምኡ ዓይነት ዝተረኸቡ ኔሮም፣ መዓስ ይፍለጡ ምስ ሞተ ማለት እዩ። ላኪን ብለይቲ ከይዶም ነተን ስኡናት ነተን ዘኽታማት ደለዋ ጎረባብቲ ድዩ ኣስላማይ ድዩ ደኤስላማይ ድዩ ከይበሉ ንኹሉ የብጽሑ ነይሮም ሕጂ ምስ ሞተ እታ ትወሃብ ዝነበረት ትጎድሎም ማለት እዩ እምበኣር እገለ እዩ ደምጽኣልና ነይሩ ተባሂላ ትፍለጥ ማለት እዩ ሕጂ ክትህብ ከለኻ ሰደቃ ኣይ ሰደቃ ብሕቡእ ሰብ ዘይፈልጦ ጌርካ ኣማ ገለ ገለ ሰደቃታት ኣሎ ከም ሰደቀትል ፍጥር ብዕሊ ተውጽኦ ማለት እዩ እኳ ደኣ ሰባት ዊን ክግደሱ ከም ዘለዎም ሰባት ዊን እዚ ሰደቀትል ፍጥር ዋጅብ ምካኑ ምእንቲ ክፈልጡ ካብቲ ሸዓኢር እዩ ጎሊሑ ዝርኣ እዩ እዚ ከም ከም ናይ ኡድሕያ ኡድሕያ ትሓርድ እዚኣ ብ ሰለስተ ምቐላ እዚኣ ከምዚ ዳኹስቶ ብጽሓያ እካ ሕጂ እቲ ሰብ ድማ ንዓኻ እናረኣየ ድማ ዝያዳ ክተባባዕ ማለት እዩ ሕጂ ገሊኡ ኣሎ ሰደቃ ከም ሰደቀትል ፍጥር ሸዓኢር እዩ ግልጺ ኮይኑ ዝረኣዩ ተብጽሕ ኢኻ ማለት እዩ ብሓንስ ያዕ እንዳተረኣየ ከሎ ገሊኡ ሰደቃ ፍቱው ዝኾነ ድማ